ክትምህሮን ክትግስጾን ንስኻ ልቡ ክተዕርፈሉን ኣብ ኣጸድካ ተኣኪቡ ኣሎ እሞ ብኣዕይንትኻ ጠምቶ ኣነ እውን ከንፈረይ ዝረኸሰ በደለይ ዝበዝሐ ክነሰይ ከይተገባኣኒ ቃልካ ክነግር ኣብ ቤትካ ደው ኢለ ኣለኹ እሞ ንህዝብኻ ዘድልዮም ናይ ህይወት ቃል ኣብ ከንፈረይ ኣንብር። ንህዝብኻ ድማ ዘስተውዕል ልቦና ሃቦም። ኣሜን ኢለ ጸሎተይ ምስ ወዳእኹ መጽሓፍ ቅዱሰይ ተሰኪመ ናብቲ ጉባኤ ዝካየደሉ ቦታ ተበገስኩ። ሕልናይ ግን ኣይ ከም ቀደሙን ውሽጠይ ዕግርግር ይብል። ነቲ ሰላም ዝህብ ቃል ኣምላኽ ንሰባት ክነግር ተበጊሰ ክነሰይ ውሽጠይ ብስእነት ሰላም ይሕመስ። ኣብ መንጎ ዘረባን ግብርን ዝነበረ ፍልልያት ንኻልኦት እትምህር፣ ንርእስኻኸ ኣይትመሃርን ዲኻ? ሮሜ ክልተ ዕስራን ሓደን እትብል ኣብ መልእኽቲ ቅዱስ ጳውሎስ ዘላ ቃል ደጋጊመ ኣብ ውሽጠይ ደጋጊማ ኣብ ውሽጠይ ምስ ደወለት፣ ወትሩ ዝውንዘፎ ዝነበርኩ ጻዕዳ ነጸላይ ኣብ ሎሚ በጺሑ ዝረስሐ መሰለኒ። ኣብ ልዕሊ ጉባኤ ደው ኢልካ ምዝራብ ኣብ ልዕሊ ኣምላኽን ደቂ ሰባትን ምልጋጽ ኮይኑ ተሰማዓኒ። ሃንደበት እቲ ኣላይ መድረኽ ሕጂ ናይዛ ዕለት ትምህርቲ ዝህበና ኢሉ ስመይ ምስ ጸውዐ፣ ቅድሚ ሕጂ ኣብ መድረኽ ደይበ ከም ዘይፈልጥ ሓድሽ ሰብ ኣብራኸይ ረድረድ በለ። ውዑይ ረሃጽ ብዝባነይ ክወርድ ተሰማዓኒ ግን ግን ድማ ናብ መድረኽ ብምድያበይ ግድን ስለ ዘሎ ሓይለይ ኣኻኺበ ኣብ ቅድሚ ሰባት ደው በልኩ። ንዅሉ እቲ ጉባኤ ድማ ብኣዒንተይ ኰለልክዎ፣ ኣዒንቲ ኵሎም ሰባት ናባይ ይጥምታ ነበራ። ነቲ ዝተኸደንክዎ ጻዕዳ ነጸላን እቲ ፍሕሽው ገጸይን ድዮም ወይስ ነቲ ብጻዕዳ ነጸላ ዝተገንዘ ብደው ዝሞተ ኣንነተይ ከለሊ ኣይከኣልኩን። ይኹን እምበር ከምቲ ኢራብ ኣብ ምድረ በዳ ኮይና ናብ ዓይኒ ማያት እትናፍቕ ነፍሲ ብዙሓት ሰባት ድማ በቲ ካብ ኣፈይ ዝወጽእ ቃል ኣምላኽ ጽምኢ ወንጀልን ከርውያ ዝናፍቓ ዘለዋ ኮይኑ ተሰማዓኒ። እቲ ዝገርም ነገር ግን እግዚኣብሄር ንህዝቡ ክግስጽን ክምዕድን መደቡ ስለ ዝኾነ ብኣይ ኣቢሉ ብዙሕ ብዙሕ መሃሮምን ገሰጾምን። ፍቕሪ ብዙሕ ሓጢኣት ትኸድን እያ እሞ ኩልና ንሓድሕድና ብምሉእ ልብና ንፋቐር። ቀዳማይ ጴጥሮስ ኣርባዕተ ሸሞንተ ብዝብል ቃል ዝጀመረ ስብከተይ ክርስቶስ ንደቂ ሰባት ዘለዎ ፍቕሪ ካብ ሰማያዊ ዝፋኑ ኣውሪዱ ክሳብ ሞት ዘብጽሖ ንሱ እውን ንፍቕሩ ብሞት ከም ዝገለጸልና ምስ ኣብራህኩ እቲ ንብጻዩ ዘየፍቅር ንኣምላኽ የፍቅሮ እየ እንተበለ ንሱ ሓሳዊ እዩ እትብል ጥቕስን እታ ካብ ኩሉ ትእዛዝ እትዓቢ ንእግዚኣብሔር ኣምላኽ ብምሉእ ልብኻን ብኹሉ ነፍስኻን ኣፍቅሮ እትብል እታ ንዓ እትመስል ድማ ንብጻይካ ከም ነፍስኻ ኣፍቅር እትብል ኣብ ማቴዎስ 22:37 ዘላ ቃል ብምትሕሓዝ ብዛዕባ ፍቕሪ ብዙሕ ተዛረብኩ። ቀጺለ እውን ንሕናኸ ኢለ ኩሉ ሰብ ነብሱ ክምርምር ዕድል ንምሃብ ትም በልኩ። እቲ እቲ ሰብ ገሊኡ ርእሱ ይንቕንቕ፣ እቲ ካልእ ድማ ክሓስብ ተዋጢሩ ዓይኑ ዓይነይ ይጥምት። ኩሉ ሰብ በቲ ቃል ኣቢሉ ንነብሱ ይምርምር፣ ኣነ ግን እቲ ከንፈረይ ዘውሕዞ ዝነበረ ሓያል ቃል ኣምላኽ ንልበይ ብዘይ ምትንካፉ እቲ ወሓዚ ወንጀል ንልበይ ብዘይ ምምጥላሉ ደንጸወኒ። እምበርከ እዚ ሕማም እዚ ኣባይ ጥራይ ድዩ ወይስ ኣብ ድማ ኣብ ኩሉ ኢለ ንውሽጠይ ሕቶ ብምቕራብ ካብቶም ኣብ ቅድስተ ቅዱሳን ኣትዮም ዝቕድሱ ካህናት፣ ዲያቆናት ጀሚረ ናብቶም ኣብ ቅድሚ ህዝቢ ደው ኢሎም ዝምህሩን መምህራን ካብኡ ሓሊፈውን ናብቶም ኣብ መድረኽ ዝዝምሩ መዘምራን ብሒደት ካልኢታት ንኹሎም ኮለልክዎም። ኩሎም ድማ ብበደል ዝረኸሱ ኮይኑ ተሰማዓኒ። ኣይ ከም ሰበይ ኢለ ንነብሰይ ብምጽንናዕ ውራይ ስብከተይ ቀጸልኩ። እቲ ዓሰርተው ሽሕ ዲናር ንባርይኡ ዝሓድገሉ ሓዳግ ጐይታ፣ እቲ ባርያኡ ግን ሚእቲ ዲናር ንዓርኩ ክሓድግ ብዘይምኽኣሉ ዝገልጽ ምስላ ድማ ንሕና ደቂ ሰባት ኣብ ፍቕሪ በደል ኣሕዋትና ክንሓድግ ከም ዝግብኣና ዘብራህኩላ ዓባይ ታሪኽ እያ ነይራ። ሃንደበት ግን ኣላይ መድርኽ ሰዓት ኣኺላ ዝብል መልእኽቲ ምስ ሃበኒ ሓሳባተይ ብምጥቕላል ኩሉ ሰብ ብፍቕሪ ኣምላኽን ብፍቕሪ ብጻይን ክጽመድ እቲ ዝሓለፈ በደል'ውን ክንሳህ ከም ዘለዎ ገሊጸ። ሰብ ብፍቕሪ ኣምላኽን ብፍቕሪ ብጻይን ክጽመድ እቲ ዝሓለፈ በደሉ እውን ክንሳህ ከም ዘለዎ ገሊጸ እንተዘይኮነስ ክመጸካ ነቲ ቀዋሚ ቀንዴልካ እውን ካብ ስፍርኡ

ሰሚዕኻዶ መንፈስ ቅዱስ ንህዝቡ ዝመሃሮ ቃል ንስኻ ደኣ ስለምንታይ ንነብስኻ ዘይትምህር ምስ ክንደይ ዲኻ ተቃይምካ ዘለኻ ክንደይ ሰብ ድማ ኢኻ ኣቀይምካ ዘለኻ ንስኻ እውን እንተዘይተነሲኻ ብርሃንካ ክጽልምት እዩ እንዳበለ ውሽጠይ ረበሸኒ መሊሱ ድማ እቲ እከይ መንፈስ ሓደ እኳ ጻድቕ የልቦን፣ ኩላቶም ዘንቢሎም ብዘለዉ ኩላቶም ረኺሶም፣ ገለ ሰናይ ዝገብር የልቦን፣ መዝሙር ዳዊት ዓሰርተ ኣርባዕተ ሰለስተ ብዝብል ቃል ኣጸናኒዑ ህይወተይ ካብ ምምርማር ኮለፈኒ። እቲ ሰናይ ሓሳባይን እቲ ናይ ዕለት መደበይን ብሓደ ተዛዘመ። ብሓደ ተዛዘመ። መደብ ተወዲኡ ፋሕ ምስ በልና እቶም ከይተራኸቡ ዝቐነዩ ደቂ ማሕበር መንፈሳዊ ፍቕርን ናፍቖትን ዝመልኦ ሰላምታ እናተለዋወጡ ከለዉ ሓደ ህፃን ብድሕሪት ክዳነይ እንዳወጠጠ ሰብ ይደሃየካ ኣሎ ኢሉ ንሓንቲ ኣብ ጥቓ ገረብ ደው ዝበለት ጓል ኣርኣየኒ። ብማዕዶ ከለልያ ኣይከኣልኩን። መን ደኣ ኮይና ኢለ ናብኣ ተበገስኩ። ቅርብ ምስ በልኩ ድማ ግን ከም ዘይተጸበኽዎ ገጢሙኒ። ኣብ ልዕሊ እዛ ሰብ እዚኣ ዝፈጸምክዎ በደል ሕጂ ኮይኑ ተራእየኒ። ኣብቲ ብሓባር ንሰርሓሉ ዝነበርና ትካል ኣብ ናታ ቦታ ንጓል ሓውበይ ከእቱ ክብል ኣብ ልዕሊኣ ዝሓስኽዎ ሓሶትን ዝገበርክዎ ሽርሕን ሎሚ ክሓስቦ እንከለኹ እምበርከ ብጥዕናይ ድየ ኢለ ይጠራጠር፣ እዚ ዅሉ ቃል ኣምላኽ ደኣ ስለምንታይ ዘይገሰጸኒ? ይብል። ደጊመ ድማ ሕልናይ እናኸሰሰኒ ብድፍረት ዝገበርክዎ ምዃኑ ዘኪረ፣ እቲ ቃልሲ እባ ኣብ ውሽጠይ ይደሀ ነይሩ፣ ምስማዕ ደኣ ኣበየዮ እምበር! ይብል። ብሃንደበት ስማዕ እስከ ንስኻ። እምበርከ ኣይትሓፍርን ዲኻ? ኣብ መድረኽ እግዚኣብሄር ደው ኢልካ እትምህር ፍቕሪ ሰብ ተዝህልወካ ደኣ፣ ብዘይገበርክዎ ሓሲኻ ምስ ሓላፍየይ ኣባኢስካ ካብ ስራሕ መስጎካኒ ሃንደበት ስራሕ ኣቋርጺ ተባሂለ ክበኪ እንከለኹ ደኣ ስለምንታይ ዘይደንገጽካለይ ኢላ ኣብ ቅድሚ ኩሉ ሰብ እተዋርደኒ መሰለኒ። ቀው ኢለ ድማ ንኹሉ ሰብ ጠመትኩ። ንሳ ግን ትሕት ኢላ ኣብ እግረይ ብምውዳቕ በጃኻ ኣይትሓዘለይ ኣነ ድኽምቲ እየ ኢላ ክትነብዕ ጀመረት። ውሽጠይ ብስንባደ ተዋሒጡ ካብ እግረይ እንዳተሳ እንዳ ተሳእኽዋ እንታይ ጌርኪ እንታይ በዲልክኒ በልክዋ ንሳ ድማ ሕንቕንቕ እንዳበለት ዘይገበርካዮ ነቲ ሕምቀተይ ክሽፍን ምስ ሓላፍየይ ሓስዩ ኣባኢስኒ ኢለ ክሓምየካን ከጸልመካን ቀነ ኣይትሓዘለይ እንተ ገበርካዮ ድማ ካብቲ ንስኻ ንዓይ ዝበደልካኒ ኣነ ንኣምላኽ ዝበደልክዎ ዶ ኣይበዝሕን ነዛ ንእሽቶ በደል ዘይሓደግኩ ደኣ ንኣምላኽ ነቲ ብዙሕ ሓጢኣተይ ሕደገለይ ክብሎ ከመይ ኢለ ትብዓት ክረክብ እኽእል? በጃኻ ብልቢ ይቕረ በለለይ። ገጻ ብንብዓት እንዳተሓጽበ ናብ እግረይ መሊሳ ደነነት። ኩሉ ነገር ተሓዋዊሱኒ ተዓኒደ ደው በልኩ። ዝሓለፈ ግብረይ ኣብ ቅድመይ ከም ስእሊ ክረኣየኒ ጀመረ። ኣነ እባ እየ ዘይረብሕ፣ በቲ ካብ ከናፍረይ ዝወጽእ ቃል ብዙሓት እናደሓኑ ኣነ ግን ኣብ ጥፍኣት እነብር፣ ንሰብ ካብ ሞት እንዳውጻእኹ ኣነ ግን ኣብ ድነ ሞት ይመላለስ ኢለ ነብሰይ ክወቅስ ጀመርኩ። ሽዑ ከይተረደኣኒ ካብ ውሽጠይ ዝነቐለ ንብዓት ናብ ገጸይ ክወርድ ጀመረ። ኣንፈተይ ቀይረ ኣፍ ልበይ እንዳወቓዕኹ ናብቲ ዕሙር ናይ ቤተ ክርስቲያን ኣግራብ ኣእተኹ። ኣዒንተይ ናብ ላዕሊ ክጥምታ ትብዓት ኣይነበረንን። እግዚኣብሔር ኣምላኽ ኣቦይ ክብሎ ሕልናይ ኣይደፈረን። ገጸይ ኣብ መሬት ኣልጊበ ስለ በደለይ ክነብዕ ጀመርኩ። ሽዑ ድማ እየ ካብቲ ንብዙሕ ዓመታት ኣብ መድረኽ ዝሰበኽክዎ ቃል ስብከት ናይዛ ጓል እዚኣ ናይ ደቓይቕ ናይ ግብሪ ስብከት ከም ዝበልጽ ዝተረድኣኒ።